ሰላም ከመይ ኣለኹም ሎማዓንቲ ሒዝናዮ ዝመፃእና ፊልሚ ከም እትፈትይዎ ርግፀኛታት ኢና ላይክ ብምግባርን ሓደሽ ዝኹንኩም ድማ ሳብስክራይብ ገይርኩም ጀምርዎ ፊልምና እንትጅምር ቲና ዝትበሃል ናይ ካልኣይ ብርኪ ተምሃሪት የርእየና ቲና ዝሓመት ኣዲኣ ንምሕጋዝ ኢላ ምስ ትምህርታ ጎኒ ንጎኒ ኣቑሑ ብምብፃሕ ናይ ደሊቨሪ ስራሕ ትሰርሕ ሓደ መዓልቲ ግን ካብ ምድቃሳ እንትትስእ ነብሳ ዘይትፈልጥ ሓዳሽ ሰብ ኣብ ገዝኣ ረኺባ ብስንባደ ናብዚ እንታይ ኣምፂኡኒ ኣብ መጠረሽታ ዝዝክሮ ኣብ ቤተ መጻሕፍቲ ኮይነ መጽሓፍ እናንበብኩ'የ ኢላ እናሓሰበት ትደናገር። ብቕልጡፍ ድማ ኣፍቃሪኣ ዝለኣኸላ ሓጺር መልእኽቲ ይመጻ። እቲ መልእኽቲ ድማ ካብዚ ንደሓር ሓቢርና ክንቕጽል ኣይንኽእልን ምኽንያቱ ኣብታ ከተማ ውሽጢ ኣዝዩ ሃፍታም ዝኾነ ኣኮይ ናቱ ብሕታዊ ወራሲ ክገብረኒ'ዩ። ኣዋልድ ክነኽኣኦ ከለዋ ኣላርጂክ ስለ ዘለዎ ቆልዓ ስለ ዘይወልድ ኣነ ድማ ወራሲኡ ኮይነ'የ ንስኺ ድማ ድኻ ስለ ዝኾንኪ ምስ ናተይ ደረጃ ኣይትመጣጠንን ዝብል ነበረ። ቲና ኣዲኣ ንምሕጋዝን ንልዮ ክባራት መጋየፂ ንምግዛእ ኢላ ለይትን ቀትርን ክትለፍዕን ገንዘብ ክተጠራቕም ዝነበረት እንትኸውን ልዮ ግን እዚ ኹሉ መስዋእትነት ረሲዑ ካብዚ ንደሓር ኣይፈልጠክን ተዝናንየ ክነብር ይደሊ እየ ቻው ቻው እናበለ ይቕለዳ። ንሳ ድማ ብስንባደ እቲ ኹሉ ፍቕርናን ሕፁይነትናን ናበይ ከይዱ ኢላ እንትሓቶ ልዮ ግን ብንዕቀት ይስሕቓ። ቲና ብዝበጽሓ በደል ዋላ እኳ ተተበሳጨየት ናይ ልዮ ኣኮ ዝኾነን ንኣዋልድ ዓይንኽን ንሓመድ ዝብል ናይ ብሓቂ ናይ ኣዋልድ ኣላርጅ ከም ዘለወን ንምርግጋጽን ልዮ ንምብቃል ናብ ናይ ሃዋርድ ገዛ ትኸይድ። ናብኡ ምስ በጽሐት እውን ቆንጆ መንእሰይ ትረክብ። እዚ ልዮ ዝብሎ ኣኮኡ ክኸውን ኣለዎ እናበለት እናሓሰበት ሃዋርድ ግን ቲና ናብኡ እንትጽጋዕ ዝኾነ ዓይነት ኣላርጅ ከይተርኣዮ ይተርፍ። ብቕልጡፍ ግን ነብሱ ስሒቱ ቲና ናቱ መንነትን ጽባቐን እናርኣየት እንተድንቕ ሃንደበት ካብ ምድቃሱ ይነቅሕ። ኣብዚ መንጎ ድማ ናይ ሃዋርድ ረዳትን ናይ ገዛ ሰራሕተኛ መጺኦም ረዳቱ ሓለቓ እዛ ቆልዓ መድሓኒት ከይሃበትካ ኣይትተርፍን ኣላርጂክኻ ከይተልዓለ ሕጂ ንሕጂ እቲ ከባቢ ክጸሪ ኣለዎ እናበሉ ንቲና ይሕዝዋ። ፖሊስ ክጽውዕ እንትብሉ ናይ ሃዋርድ ኣደ ሃንደበት መጺኣ ንቲና እንትርእያን ወዳ ክሳብ ሕጂ ብኣላርጂክ ይሳቐ ከም ዘይነበረ ሕጂ ብቲና ምኽንያት ምንም ዘይምዃኑ ርእያ ደስ ኢልዋ እዚኣ እኮ ናይ ወደይ ሕጽይትን ናይ ዝፈትዮ ወዲ ወደይ ሰበይቱ እያ ከመይ ኢልኹም ኣብዚኣ ከምኡ ትገብሩ ኢላ ንረዳቱ ትቑጥዖ። ካብኡ ንወዳ ሕጂ ንሕጂ ብዕሊ ንቲና ክትምርዐ ኣለካ ኢላ ትእዝዞ። ቲና በቲ ኩነታት ሰንቢዳ ኣነ'ኮ ክምርዐ ኣይኮንኩን መጺኤ ዋላኳ እንተበለት፣ ሃዋርድ ግን ኣላርጅክ ከምዘይተልዓሎ እንትፈልጥ ግን ወይ ተመርዒኽኒ ብሰላም ክትነብሪ ኢኺ ወይ ድማ ነብሰይ ንክስሕት ስለዝገበርኽኒ ንፖሊስ ኣሕሊፈ ክህበኪ እየ። ቲና እታ ዝሓመመት ኣዲኣ ብምሕሳብን ናብ ቤት ማእሰርቲ ካብ ምእታይ ምምርዓይ ትመርጽ። ሃዋርድ ድማ ናይ ልዩ ሕጽይቲ ከም ዝነበረት እንትርዳእ፣ ናተይ ሃብቲ ንምውራስ ክብል ከምዚኣ ዝበለት ቕንዕቲ ሰበይቲ ገዲፉ ጥቕሚ ደላይን ምስጋና ዘይብሉ እዩ ኢሉ ይናገር። ሃዋርድ ቅድሚ ኣርባዕተ ዓመት ዝፎትያ ሓፍቱ ያራ ብምሟታ ምኽንያት ንኣዋልድ ዝነበሮ ኣረኣእያ ተቐይሩ ከም ዝነበረን ካብ ኣዋልድ ከም ዝርሕቕ ንርኢ። ኣብ መጠረሽታ እውን ቲና ደስ ዝብል ናይ መርዓ ክዳን ተኸዲና ምስ ሃዋርድ ናይ መርዓ ውዕሊ ንምፍርራም ትኸይድ። ሃዋርድ ብናይ ቲና ጽባቐ እናተገረመ ንመርዓና ዝኾኑ ክበራት ናይ ወርቂ መጋየጺን ናይ ዲዛይን ቦርሳታትን ክዳውንትን ብህያብ መልክዕ ይቐርበላ። ንሳ ግን እዚ ኩሉ ሃፍቲ ርእያ ኣነ ኩሉ ግዜ ዝምነዮ ዝተረጋግዐ ስራሕ እምበር ከምዚ ዝበለ ግዝያዊ ሃፍቲ ኣይኮንኩን ኢላ እቶም ህያባት ውድቂ ትገብሮ። በጃኻ ካብዞም ህያባት ንላዕሊ ቀዋሚ ናይ መንግስቲ ስራሕ ኣመቻቸለይ። ምኽንያቱ ንስኻ ኣብ ዝደለኻዮ ሰዓት ዋላ'ኳ እንተገደፍካኒ፣ ዝጠቕመኒ ናይ ስራሕ ሓበሬታ ምርኣይ ጥራይ እዩ እንትብሎ ብስንባደ እዛ ቖልዓ ጽልልቲ ድያ? ማንም ሰብ ከምዚ ዝበለ ሃፍቲ ገዲፉ ናይ መንግስቲ ስራሕ ኣይሓትትን እኮ ኢሉ ይግረም። ኣብዚ መንጎ ልዮ ናብ ቲና ደዊሉ እስኪ ንራኸብ እሞ ሓቢርና ንዘናጋዕ። ልዮ ኣኮ ስለ ዝተቐበሎን ሃፍታም ስለ ዝኾነ ሕጂ እውን ናብ ቲና ደዊሉ ክቕልድ ኣይሓሰብ። ቲና ግን ብብልሓት ናብ ልዮ ደዊላ ምስ ካልእ ሰብ ዝትነጋገር መሲላ ሕራይ ሓለቓ። ሎማዓንቲ ክንራኸብ ኢና እናበለት ብቕንኢ ንኽቃጸል ትገብሮ። ምሸት ድማ ብሃንቀውታ ናብ ናይ ሃዋርድ ቢሮ ኣትያ ምስ ሓንቲ ጓል ዝተሰኣሎ ፎቶ ርእያ ሃዋርድ ሃንደበት መጺኡ ብሕርቃን ካብዚ ንደሓር ናተይ ዝኾነ ነገር ከይትነኽኢ ኢለ ኣጠንቂቐኪ እየ ኢሉ ይቑጣዓ። ቲና ናብ ክፍላ ተመሊሳ ብዝተናገራ ነገር እንተሓዘነት ካብ ረዳቱ ብዝረኸበቶ ሓበሬታ መሰረት ግን ሃዋርድ ሓፍቱ ያራ ካብ ዝሞተት ግዘ ጀሚሩ ብዝለዓለ ብሕታውነትን ድቃስ ምስኣንን ከም ዝሳቐ ትርዳእ። ሃዋርድ እውን ሙሉእ ለይቲ ከይደቀሰ ናይ ሓፍቱ ናይ መጠረሽታ ግዘ እናዘከረ ይጭነቕ። ቅድሚ ምሟታ ጓለይ ከም ናይ ባዕልኻ ጓልካ ጌርካ ኣዕብያ ኢላ ዝሃበቶ ሓደራ ኩሉ ግዘ ኣብ ዓይኑ ይመላለስ። ቲና ብናይ ሃዋርድ ኩነታት ሓዚና ድቃስ ንክወስዶ ክትሕግዞ ብምድላይ ናይ ጭንቀት ስምዒቱ ንምቕናስ ዋላኳ ፃዕሪ እንተገበረት ንስኺ ግን ንዓይ ምሕሳብክን ምጭናቕክን ደስ ኢሉኒ እዩ ኢሉ ስምዒቱ ይገልጸላ። ካብኡ ክንዲ ዝትደልዮ ገንዘብ ንኽትጥቀም ናይ ባንኪ ካርዱ ይህባ። ረዳቱ ድማ ናይ ንጉሳውያን ቤተ ሰብ ዓቢይ ግብጃ ስለ ዘለዎም ከም ናይ ሃዋርድ ሰበይቱ መጠን ዝምጥነኪ ክባር ክዳን ክትመርጺ ኣለኪ ብጽብሒቲ ድማ ልዮ ኣኩኡ ብዕሊ ወራሲኡ ገይሩ ከም ዝቕበሎ ርግጸኛ ኮይኑ ብትዕቢት ይውጠር እሞ ናብቲ ግብጃ ይኸይድ። ቲና ድማ ሃዋርድ ሓደ ጉዳይ ወዲኡ ክሳብ ዝምለስ ብደስ በሃልን ንግስቲ ዘምስል ክዳን ተጸባቢቓ ትመጽእ። ሊዮ ንቲና እንትርእያ ብንዕቀት ሕጂ እውን እናተኸታተልክኒ ኢኺ። ናባኺ ንክምለስ ከይትሓስብዮ። ሎማዕንቲ እኮ ኣነ ናይታ ከተማ ኣዝዩ ሃፍታም ሰብ ወራሲ ዝኾነሉ መዓልቲ እዩ እናበለ ኣብ መንጎኦም ሓያል ቖይቛ ተላዒሉ ብሓይሊ ድማ ናብ መሬት ይደፍኣ። ኣብዚ መንጎ ሃዋርድ ጓል ሓፍቱ ካብ ኤርፖርት ሒዝዋ ናብቲ ኣዳራሽ ይመጽእ። ቲና ኣብ መሬት ወዲቓ እንትርእያ ብሕርቃን ንበዓልቲ ገዛይ ከምዚ ዓይነት ንዕቀት ዘርእያ መን እዩ ኢሉ ይናገር። ሊዮ ድማ ንስኻ ተጋጊኻ ኢኻ ኣነ ንዓኻ ወራሲ ናይ ምግባር ሓሳብ የብለይን። ካብዚ ንደሓር ንበዓልቲ ገዛይ እንተ ንኺእኻያ ካብቲ ቤተሰብ ከባርረካ እየ። ኪድ ዝቖጽረካ ሰብ ኣለሽ ኢሉ እንተዋርዶ ሊዮ ብስንባደ ይፈዝዝ። ሃዋርድ ኣብ ቅድሚ ኩሉ ሰብ ምስ ቲና ምምርዓዩ ይእውጅ። ሊዮ ድማ ተምበርኪኹ ንዓኣ ቡና ብምቕራብ ይቕሬታ ንኽሓትት ይእዝዞ። ካብቲ ቤት ሰብ ንዘይምብራር ኢሉ እውን ተምበርኪኹ ይቕሬታ ይሓታ። ብጽብሒቱ ንግሆ እውን ቲና ናብ ፈተና ንምኻድ እንትዳሎ ምስ ሃዋርድ ኣብ ቁርሲ ሰዓት ንምቅርራብ ጻዕሪ ትገብር። ሰብኣየይ፣ ስለ ናይ ትማል ኩሉ ኣዝየ'የ ዘምስግን እናበለት ወረ ንምጅማር እንትሓስብ ኣብቲ ከተማ ውሽጢ ዝርከብ ዓቢ ቤተ መጻሕፍቲ በያ መልክዕ ይገዝኣላ። ብታሕጓስ ናብቲ ቤተ መጻሕፍቲ እንትኸይድ ግን ሱሊ ዝተባህለት ናይ ቀደም መሳርሕታ ኣብ መንገዲ ትገጫ። ሱሊ ድማ ብንዕቐት ኣንቲ ተራ ተለኣኣኺት ሰራሕተኛ ኣብ ከምዚ ዓይነት ናይ ውልቀ ሰብ ቤተ መጻሕፍቲ እንታይ ትሰርሓ ኣለኺ? ናይ ካልኣይ ብርኪ ትምህርትኸውን ኣይወዳእኽን ረሲዕኽዮ ዲኺ? ሱሊ ናይ ባዕላ ፈተና ወዲቓ ናይ ቲና ትምህርቲ ሓበሬታ ሰሪቓን ሽማ ቀይራ ናብ ዩኒቨርሲቲ ኣትያ ነበረት። እዚ ምሽጥር ዝፈልጣ ድማ ሱሊ እና ኣዲኣ ጥራይ እየን። ቲና ንምውራድ ድማ ካልእ ተንኮል ይሓስባ። እዛ ቈልዓ ክባር ናይቲ ቤት መጻሕፍቲ ጽሑፍ ሰሪቓ እያ ኢለን ብሓሶት ይኸስኣ። ናይቲ ቤት መጻሕፍቲ ስራሕ መካየዲ እውን ሕጂ ቦርሳኺ ክፍተሽ ኣለዎ እናበለ ንቲና የፍርሓ። ቲና ግን ማንም ናብ ቦርሳይ ክቐርብ ኣይፈቅድን። ናይ ሱሊ ኣደ እውን እቲ በዓል ሃብቲ ሃዋርድ እዚ ቦታ ከም ዝገዝኦ ሰሚዐ እየ። ንሱ ምስ መጸ ከማኺ ዝበለ ሌባ ኣባሪሩ መሰልና ክኽበረልና እዩ እናበለት ትናገር። ሕራይ ናይቲ ካሜራ ምስሊ ይረኣ እሞ እቲ ሓቂ ይውጻእ እንተበለት እቶም ሓለውቲ ግን እቲ ካሜራ ተበላሽዩ እዩ እዚ ቦታ ናይ በዓል ገዛይ ስለዝኾነ ኣነ ናይቲ ካሜራ ምስሊ ብቐሊሉ ከውጽኦ ይኽእል እየ እንትብሎም ሱሊ ድማ ሰንቢዳ ስልካ ወዲቓ ትስበር። ኣብዚ መንጎ ሃዋርድ ይመጽእ እሞ ናብ ቲና ጽግዕ ኢሉ ኣብ በዓልቲ ገዛይ ኢድኹም ተልዕሉ ንስኹም መን ስለዝኾንኩም እዩ ሕጂ እውን እቲ ናይ ካሜራ ምስሊ ተስተኻኺሉ እቲ ሓቂ ይረኣ ኢሉ እንትእዝዝ ኩሎም ይፈርሑ። እቲ ናይ ካሜራ ምስሊ እንትረኣ ቲናን ኣዲኣን እቲ ጽሑፍ ሰሪቐን ኮነ ኢለን ኣብ ናይ ቲና ቦርሳ እንተእትየኦ ብግልጺ ይረኣ እሞ ቲና ሕጋዊት ሰበይተይ'ያ። ካብዚ ንደሓር ንዓኣ ክነክእ ዝደፍር ዝኾነ ይኹን ሰብ መጠረሽትኡ ከቢድ እዩ ዝኸውን። ብፅብሒት እውን ናይ ስሊ ኣቦ ናብ ፖሊስ ጣብያ ከይዱ ብዙሕ ገንዘብ ብምኽፋል ሰበይቱን ጓልን የፍትሐን። እንተኾነ ግን ከመይ ኢልኽን ሰበይቲ ብሌነር ትደፍራ? ቤተሰብና ክተጥፍኦኦ ዲኽን ኢሉ እንትቑጠዐን ናይ ስሊ ኣደ ግን ብኽፍኣት ተመሊኣ ቲና ካብ ናይ ሃዋርድ ገዛ ከይወፃእኹዋ ኣይዓርፍን ኢላ ትሓስብ። ብፅብሒት እውን ቲና እታ ዝሓመት ኣዲኣ ንምሕታት ናብ ገዝኣ ትኸይድ። ናይ ኣዲኣ ኩነታት ኣዝዩ መተሓሳሰቢ ምዃኑ እንትርዳእ ኣጆኺ ኣደየ! ኣብ ቀረባ ግዘ ፅቡቕ ሕክምና ክትረኽቢ ክገብር እየ፣ ህይወትና እውን ሙሉእ ንሙሉእ ክቕየር እዩ ኢላ ቃል ተኣትየላ። ካብ ገዛ እንትወፅእ ሊዮ ኣብ መንገዲ ይፅበያ። ሊዮ ኣብ ክወራስ ክገብሮ ዝደለየ ዕድል ብምስኣኑ ተበሳጭዩ፣ ቲና ኣብ ዝሓለፈ ስለ ዝበደልኹኪ ይቕሬታ፣ እዚ ክባር ህያብ ገዚእልኺ ኣለኹ ኢሉ ከታልላ እንትፍትን፣ ካባኻ ዝኾነ ነገር ኣይደልን፣ ካባይ ርሓቕ ኢላ ኣዋሪዳቶ ትኸይድ። ሃዋርድ ግን እዚ ኹሉ ኣብ ርሑቕ ኮይኑ እንትርኢ ሕጂ እውን ምስ ልዮ ርክብ ኣለዋ ማለት እዩ ኢሉ ይቐንእ። ሱሊን ኣዲኣ ንልዮ ጸዊዐን ናብ ናይ ቲና ገዛ ኪድ እሞ ንሃዋርድ እናታለለቶ ከም ዝኾነት ክነውሪ ኢና ኢለን ይመኽርኦ። ልዮ ቲና ኣርባዕተ ወርሒ ሙሉእ ሰሪሓ ክባር ህያባት ገዚኣትሉ ዝነበረ ተዘክሮ እናዘከረ ንሳ ናተይ እያ ማንም ክወስዳ ኣይኽእልን ኢሉ ብኽፍኣት ይናገር። ቲና ናብ ገዛ እንትምለስ እታ ንእሽተይ ጓል ሓፍቱ ኣሰራ ትረኽባ። ኣብ ቤት ትምህርቲ ግብጃ ስለ ዘለዎምን ሃዋርድ ብስራሕ ተወጢሩ ሓቢርዋ ክኸይድ ብዘይምኽኣሉ ሓዚና ነበረት። ቲና ግን ኣጆኺ ኣነ ባዕለይ ደስ ዝብል ስእሊ ኣብ ገጽኪ ክስእለልኪ እየ። ካብ የዕርኽቲ ክውን ቀዳመይቲ ክትኮኒ ኢኺ ኢላ ቃል ተኣትላ። ምሸት ኣብ ገዝኣ ደስ በሃሊ ስእሊ ስኢላ እንትውድእ ቀሪጻ ናብ የዕርኽታ ትልእኻ። እታ ህጻን ብናይቲ ናይ የዋህነትን ክእለትን ብምግራም ኣብቲ ቤት ትምህርቲ ግሩፕ ውሽጢ ዝነበረ ናይ ሃዋርድ ሽም ኣጥፊኣ ቲና ብሕታዊት ሞግዚታ ክትኸውን ትውስን። ኣኮይ ሃዋርድ ስእሊ ምስኣል ኣይኽእልን ናብ ቤት ትምህርቲ እውን ሓቢሩኒ ኣይመጽእን ስለዚ ናቱ ምንባር ምንም ጥቕሚ የብሉን ኢላታ ሃዋርድ ሃንደበት ስልኩ እንትርኢ ሰንቢዱ ከመይ ኢላ እዛ ህጻን ቆልዓ ካብቲ ግሩፕ ተውጽኣኒ ኢሉ ይደናገር። እቲ ኩነታት ንምጽራይ እንትኸይድ ብታሕጓስ እናተጻወታ ይረኽበን። ቲና ክዳኑ ከይተረፈ እውን ኣቐይራ ኣብ ጥቕኦም ገይራ ከም ሓደ ቤተሰብ ኮይኖም ፎቶ እንትሰኣሉ ደስ ይብሎ። ክሳብ ሕጂ ብስራሕ ተወጢረ ጓል ሓፍተይ ብዘይ ምንክብኻበይ ተጣዒሰ እየ። ቲና ግን እቲ ዝጎደለ ፍቕሪ እናመለሰትለይ እያ ኢሉ ብልቡ ይሓስብ። ቲና ድማ ንሃዋርድ በጃኻ ትምህርተይ ንክቕጽልን ቀዋሚ ስራሕ ንክሕዝ ሓግዘኒ እንትብሎ ብታሕጓስ ይሰማማዕ። ሽዑ መዓልቲ ምሸት ምስታ ህጻን ቆልዓ ናብቲ መዘናግዒ ቦታ ብምኻድ እናተጻወቱ ፎቶ እውን እናተሰኣሉ ትኽክለኛ ቤተሰብ ይኾኑ። ናብ ገዛ እንትኣቱ ቲና ነብሳ ንምሕጻብ እንትኣቲ ሊዮ ናብ ቲና ይድውል። ሃዋርድ ኣልዒሉ እንተዳምጾ ቲና በጃኻ ሓደ ዕድል ሃብኒ እሞ ንራኸብ እንትብል ይሰምዖ እሞ ብሕርቃን ሕጂ ዝተመርዐየት ጓል እያ። ናብኣ ንምቕራብ እንተ ፈቲንካ ካብዛ ከተማ ጸራሪገ ከውጽኣካ እየ ኢሉ ምስ ኣጠንቀቖ፣ እቶም ሓለውቲ ሃሪሞም ንከባርርዎ ይእዝዝ። እታ ህጻን ንብሕታ ምድቃስ ከም ዘፍርሓ ነጊራ ሰለስቲኦም ኣብ ሓደ ንክድቅሱ ትሓቶም። ንሱ ድማ ንብዙሕ ዓመታት ከሳቕይ ዝነበረ ድቃስ ምስኣን ተሪፉ ብዘይ ምንም ጭንቀት ደቂሱ ይሓድር። ብጽብሕቲ ንግሆ'ውን ከም ሓደ ሕጉስ ቤተሰብ ቁርሲ እናበልዑ ከለዉ ንስራሕ ርሕቕ ናብ ዝበለ ቦታ ክኸይድ እየ ይብለን። ንስራሕ ጉዕዞ እንትዳሎ እታ ህጻን ከፊእዋ፣ ኣኮይ ድሕሪ ክልተ መዓልቲ ናይ ኣደይ የሞት ዓመት መተሓሰቢ እዩ። ኣብዚ መዓልቲ እዚ ከመይ ኢልካ ገዲፍካኒ ትኸይድ? ቲና እቲ ኩነታት ተረዲኣ እቲ ናይ ጉዕዞ ፕሮግራም ብዝርዝር ብምድላው ስምዓኒ። በዚ መንገዲ ተትኸይድ ኩሉ ስራሕ ኣከናዊንካ ነቲ መተሓሰቢ መዓልቲ ቀዲምካ ክትበጽሕ ትኽእል ኢኻ እንትብሎ ብዘይ ምንም ምንግርጋር ይሰማማዕ። ቲና ነቲ ጉዕዞ ጃኬት ባዕላ እንትኸድኖ ንኣዋልድ ዘለዎ ኣላርጂክን ፍርሕን ምኽንያት ዝኾነ ነገር ክነኽኦ ስለ ዘይፍቀድ እተን ሰራሕተኛ እንትርእያ ብስንባደ ይፈዛ። እታ ህጻን ድማ ርኢኺዶ ኣኮይ ዝኾነ ዓይነት ሓሳብ ተቐቢሉ ኣይፈልጥን ንዓኺ ግን ብቕልጡፍ እዩ ተቐቢሉኪ ስለዚ ይፎትየኪ እዩ። ኣይ ስቕ ኢሉ ኣጋጣሚ እዩ እምበር ካልእ ኣይኮነን ካብኡ ናይ ሃዋርድ ኣደም ምስ ቲዳ ንብሕተን ኮፍ ኢለን እዛ ጓለይ ናይ ወዲ ወደይ ሂወት ስለ ዝቐየርክዮ ኣዝየ እየ ዘመስግን ብዘይ ምንም ስቓይ ደቂሱኒ ክሓድር ገይርክዮ ኢኺ ናይ ጓል ሓፍቱ ልቦና እውን ተገሚቱ እዩ ኢላ ምስገናኣ ትገልጸላ ቲና ድማ ስለ ናይ ሓፍቱ መንነት ትርዳእ ሃዋርድ ድማ ኣዝዩ ዝፈትዮ ሓፍቱ ከም ዝነበረቶን ድኻ ወዲ ተመርዕያ ብምጥፍኣ ምኽንያት ናይ ባንኪ ኣካውንታ ዓጽዩ ብችግር ክትነብር ምግባሩ ንሳ እውን ኣብ ድኽነት እናተሳቐየት ጸኒሓ ኣብ ናቱ ኢድ ምሟታ ኩሉ ግዘ ናይ ጣዕሳን ድቃስ ምስኣንን ኮይንዎ ከም ዝነበረ ትርዳእ። ኣብ መጠረሽታ ወንቲና እታ ዝሓመት ኣዲኣ ንምሕታት ከይዳ ኣደየ ኣይትጨነቒ ፈጣሪ ብዝፎትየኒን ብዘኽብረኒን ሰብ ክሒሱኒ እዩ ኢላ ምስ ኣበሰረታ ናይ ዩኒቨርስቲ ትምህርታ ንምምልካት ናይ ካልኣይ ብርኪ ትምህርታ ደኩመንት ትሓትት። ኣዲኣ ግን ብሓዘን ዛጓለይ! ናብ ዝትምነዮ ዩኒቨርሲቲ ክትኣትዪ ብዘይምኽኣልኪ ልበይ እዩ ዝሰብሮ ኢላ ምብኻይ ትጅምር። ናይ ካልኣይ ብርኪ ትምህርቲ ሓበሬታ እንትእልሽ ሃንደበት ውፅኢታ ኣብቲ ቤት ትምህርቲ ውሽጢ ካብ ዘለዉ ተምሃሮ ዝለዓለ ምዃኑ ትርኢ። ተገሪማ ከመይ ኢለ ከምዚ ዝበለ ዝለዓለ ውፅኢት ሒዘ ናብ ዝደለኽዎ ዩኒቨርሲቲ ከይኣተኹ ተሪፈ ኢላ ንባዕላ ትሓትት። እቲ ሓቂ ንምጽራይ ናብ ቤት ትምህርቲ እንትኸይድ፣ ሃንደበት እቲ በሪ ብሓይሊ ይኽፈት እሞ፣ ስሊ ኣቦኣን ኣዲኣን ናብኡ ብምእታይ፣ ናይ ኣዴኺ ሕክምና ወጻኢ ኣቦይ እናኸፈሎ ስለ ዝነበረ፣ ሕጂ ንሕጂ ገንዘብና ምለስልና እናበሉ ይናገርዋ። ቲና ድማ ሱሊ ናይ ባዕላ ጓል ኣኮኣ ምዃና ትርዳእ። ናይ ቲና ሽም ኣብ ቅድሚ ኣዲኣ ንምጥፋእ፣ ጓልኹ እኮ እቲ በዓል ሃፍቲ ሃዋርድ ብግዲ ንክምርዐያ ገይራቶ እምበር ንሱ ኣይፎትያን ኢለን እንትሕሽያ፣ ቲና ንኣዲኣ ሃዋርድ ይፎትየኒ እዩ ስለ ዝበለታ ኣዲኣ ትስንብድ። ገንዘብና እንተዘይመሊስክንኦ ኣንቲ ሕምምቲ ሰበይቲ እውን ካብዚ ገዛ ክነውፀኪ ኢና እንትብሉ ቲና ብሕርቃን ትዓብድ። ኣብዚ መንጎ ሃዋርድ ካብ ስራሕ ቀዲሙ ተመሊሱ ቲና ኣብ ናይ ኣዲኣ ገዛ ምዃና ሰሚዑ ክወስዳ ዝትፎትዮ ምግቢ ሒዙላ ይመፅእ። ናብ ውሽጢ ብምእታይ ንባዕሉ ኣላልዩ ኣነ ንቲና ኣዝየ ስለ ዝፎትያ እየ ተመርዕየያ እምበር ብግዲ ኣይኮንኩን ኢሉ ናይ ኣዲኣ ጥርጣረ እንተጥፍእ ስሉይ እና ቤተሰባ ብስንባደ ይፈዙ። ንሱ እውን ናብኣቶም ዝውር ኢሉ ካብዚ ንደሓር ኣብ ቲና ዝትገብርዎ ነገር ናይ መጠረሽታኹም ይኹን፣ ደጊምኹም እንተመፂእኹም ካብዛ ከተማ ኣባሪረ ጉድ ከይሰርሓኩም ኢሉ እንተጠንቀቖም ብቕልጡፍ ይወፁ። ንሱ እውን ሒዙላ ዝመጸ ምግቢ እንተ በታቲና ሰሓቕ ብሰሓቕ ትኸውን። ብንእሽተይ ነገር ከምዚ ምሕጓሳ እንትርኢ ብዝበለጸ ይፎትያ። ኣብ መጠረሽታ እውን ንኣዲኣ እናተሰናበተ ኣይትጨነቒ፣ ንቲና ኩሉ ግዜ ብፍቕርን ታሕጓስን ክሕልያ እየ። ናይ ጥዕናኺ ኩነታት እውን ብቐረባ ዝከታተል ናይ ሕክምና በዓል ሞያ ክልእኸልኪ እየ ኢሉ ቃል ምስ ኣተየላ ንቲና ሒዙ ናብ ገዝኡ ይምለስ። ብጽብሒቱ ንቲናን ነታ ህጻንን ሒዙ ናብ ናይ ሓፍቱ መቓብር ይኸዱ። ኣብቲ ናይ ሓፍቲ መቓብር ጠጠው ኢሎም ይቕሬታ ግበርለይ ኣብ ድኽነት ከለኺ ብዝግባእ ብዘይምሕጋዘይ ኣዝየ'የ ዝሓዝን እናበለ ብጣዕሳ ይንገብገብ። ሓፍቱ ሓደ ድኻን ሰካራምን ሰብኣይ ተመርዕያ ብችግር እንትማቐቕን ኣብ መጠረሽታ ብሕማም ንብሕታ እንትሳቐ ከም ዝነበረት ዘኪሩ ልቡ ይስበር። ምሸት ናብ ክፍሉ እንትምለስ ናይ ቲና ጨና ሰላምን ምርግጋዕን ከም ዝህቦ ስለ ዝኣምን ናታ ሽቶ ኣብቲ ክፍሊ ይረጭዮ። እንተኾነ ግን ሕጂ'ውን ድቃስ ከይወሰዶ ይተርፍ እሞ፣ እቲ ችግር ብሽቶ ዘይኮነሲ ናይ ቲና ኣብ ጎነይ ምዃኑ እዩ ሰላም ዝህበኒ ማለት እዩ። ኣብ ናቱ ክፍልን ኣብ ናይ ቲና ክፍሊ መንጎ ዘሎ ሳሎን እናተመላለሰ ይሓድር። ናብ ክፍላ ኣትዩ ክድቅስ ዋላ እኳ እንተደለየ ድፍረት ስኢኑ ኣብቲ በሪ ጠጠው ኢሉ እንትመናትእ ሃንደበት ናይ ክፍላ በሪ ተኸፊቱ ከይናገረቶ ብለይቲ ካብ ገዛ እንትወፅእ ናበይ ትኸይድ ኣላ ኢሉ ብምጥርጣር ብሚስጥር ይኽተላ። ሃንደበት ክንልዮ መፂኡ ይጋጮ እሞ ጠጠው ይብል። ሃዋርድ እውን ኣብ ርሑቕ ኮይኑ እንትርኢ ብቕንኢ ክፍንድእ ዋላ እኳ እንተቐረበ፣ ቲና ግን ምሳኻ ምንም ዝነጋገረሉ ነገር የብለይን ኢላ ንልዮ ብጽፍዒት ሃሪማ ገዲፋቶ እንትኸይድ ሃዋርድ ደስ ይብሎ። ምስ ከደ ድማ ንልዮ ክሳብ ዝኣኽሎ ይሃርሞ። ንሱ ድማ ካልኣይ ኣብ ጥቓ ቲና ንከይቐርብ ገይሩ የባርሮ። ንሳ ድማ ንልዮ ዘርኣየቶ ቆራጽነትን ሓይልን ስለ ዝረኣየ ኣብ ውሽጡ ዘሎ ፍቕርን እምነትን ይውስኽ። ተኸቲሉ ብመኪና ስዒቡ ናበይ ትኸዲ ኣለኺ? እቲ ሓቂ ንምፍላጥ ናብ ካልኣይ ብርኪ ቤት ትምህርተይ ክኸይድ እየ። ቲና ንስኺ ጥራይ ፍቓደኛ ኩኒ እምበር ናብ ዩኒቨርሲቲ ከይኸድኪ ናይ ዲግሪ ሓበሬታኺ ናብ ገዛኺ ከምጽኣልኪ እየ እንትብላ ንሳ ግን ኣይከውንን ውጽኢተይ መን ከም ዝሰረቐኒ ባዕለይ ከረጋግጽ ኣለኒ ኢላ ትከራኸር። ለይቲ ምስ ቲና ኰይኑ ኣብቲ ናይ ግቢ ሓጹር እናተንጠልጠለ ንባዕሉ ይረኽቦ። ኣነ ምሉእ እቲ ቤት ትምህርቲ ገዚኤ ናብ ገዛይ ከምጽእ ዝኽእል ሰብ ኰይነ፣ ንሓንቲ ወረቐት ክብል ግን ብሓጹር ምንጥልጣለይ ምእማን ይኸብደኒ እዩ ኢሉ ዋላ'ኳ እንተተገረመ፣ በቲ ኵነታት ደስ ይብሎ። እቶም ናይ ሓለዋ ሰራሕተኛ በጺሖምሎም ክሕዝዎም እንትብሉ ክልቲኦም እናሰሓቑ የምልጡ። ብጽፔት ናብ ትምህርቲ ሚኒስተር ከይዳ ብዕሊ ጥርዓና ተእቲ። በዚ ምኽንያት ፖሊሳት ናብ ናይ ሱሊ ገዛ ብምኻድ ናይ ምጭብርባር ገበን ፈጺማ እያ ብዝብል ኣብ ኢድ ቁጽጽር የውዕልዋ። ሱሊ ካብቲ ዩኒቨርሲቲ ብዕሊ እንትባረር ኣቦኣ እውን ኣብቲ ገበን ተሓባባሪ ብምዃን ይእሰር። ቲና ድማ ናብ ናይ ሃዋርድ ቢሮ እንትኣቲ ናይ ሓንቲ ቆንጆ ጓል ፎቶ ትርእይ። ንረዳእቱ እዛ ጓል መን እያ? እዚኣ ናይ ሃዋርድ እና ሓጎ ንወዳ ክምርዓ ዝመርጸትሉ ጓል እያ ናይ ቤተሰቦም ፈታዊ ናይ ቤተሰቦም ፈታዊ ጓሎም እያ ነይራ ግን ንሱ ናይ ኣዋልድ ፍርሒ ስለ ዘለዎን ስለ ዘይፎትያ ሓዳሩ ከይተሳኸዐ ተሪፉ እዩ ዝብል መልሲ ትረክብ ቲና ስለ እትፎቶ ተገዳስነት ከም ዘይብላ ብምምሳል ኣብቲ ናይ ዩኒቨርሲቲ መእተዊ ፈተና መጽናዕቲ ኮፍ ኢላ ትሓድር ሃዋርድ ግን ብኹነታታ ተጨኒቑ በጃኺ ኣቲኺ ኣዕርፍ በሊ፣ ደኺሙኪ እዩ እናበለ ዋላ እኳ እንተ ለመና ንሳ ግን እምቢ ትብሎ። ኣብ መጠረሽታ እውን ድኻም ስዒርዋ ኣብ ናቱ ክፍሊ ድቃስ ይወስዳ። ንሱ እውን ሰላማዊ ድቃስ እናርኣየ ሃንደበት እታ ብቤተሰብ ዝተመርጸትሉ ጓል ካብ ጉዕዞ ተመሊሳ ከም እትጽበዮ ዝገልጽ መልእኽቲ ይበጽሖ። እታ ቆልዓ እውን ሳሎን ውሽጢ እናተጸበየቶ ምስቲና ኮይኑ ይመጽእ እሞ፣ እታ ቈልዓ እንትርእዮ ብታሕጓስ ከይዳ ክትሓቕፎ እንተፈተነት፣ ንሱ ግን ኣይትቕረብኒ ኢሉ ይኽልክላ። ቲና በቲ ኵነታት ዋላ'ኳ ተተቓጸለት፣ እዚኣ ደኣ ናይ ቀደም ኣፍቃሪቱ እያ፣ ብርግጽ ናብኣ ክምለስ'ዩ ኢላ ብልባ ትሓስብ። ንሱ'ውን እንተዀነ ነታ ስምዒት ንምሕላይ ክብል ብዝተበሳጨየት ቍጽሪ ናብ ቲና እናተጸግዐ ፍቕሩ ይገልጸላ። እታ ቈልዓ ግን ተንኰለኛን ባዕለገን ስለ ዝነበረት፣ ኣነን ሃዋርድን ሓሪፍ ግዜ ናብእነሕልፈሉን እንዘናግዓሉን ሓሪፍ ቦታ ጋቢዘኪ እየ እንተብላ፣ ቲና ድማ እቲ ግብጃ ተቐቢላ ከይዳ ኩሉ ንግግራ ብትዕግስቲ ተዳምጻ። እንተኾነ ግን ንሳ እውን ብቐሊሉ ኢድ ከይሃበት ሃዋርድ እኮ ናይ ኣዋልድ ኣላርጅክ ስለ ዘለዎ እዩ ካብ ካልኦት ኣዋልድ ዝርሕቕ፣ ንዓይ ግን መሪጹ ተመርዕዩኒ እዩ፣ ሕጂ እውን ሓቢርና ኢና ንነብር ኢላ ኣፋ ተትሕዛ። ንሱ እውን ናብታ ቆልዓ ከይዱ ካልኣይ ህይወተይ ንምብልሻይ እንተ ፈቲንኪ ፈጺመ ይቕረ ከም ዘይብለልኪ ፍለጢ ኢሉ የጠንቅቓ። ቲና ግን ምስታ ቆልዓ ግዘ እናሓልፈ ከም ዝኾነ ስለ ዝጠርጠረት ንቐፃሊ ህይወተይ ዘዋፀኒ ትምህርተይን ስርሐይን ጥራይ እዩ። ሓደ መዓልቲ እቲ በዓል ሃፍቲ ሰብኣየ እንተገዲፉኒ እውን ንባዕለይ ክኽእል ኣለኒ ኢላ ናብቲ ቤተ መፃሕፍቲ ከይዳ ምፅናዕ ትጅምር። ሽዑ ድማ ሊዮ ናይ ቲና ምንቅስቓስ ብጥብቂ ይከታተል ነበረ። ንዝበፅሐኒ ውርደትን ናይ ኣኩይ ውርስ ዝሰኣንኹሉ ምኽንያት ተሓታቲት ንሳ እያ ኢሉ ብምሕሳብ ክብቀላ ይውስን። ቲና ኣብቲ ቤተ መፃሕፍቲ ማንም ከም ዘየለ ርእያ ብታሕጓስ እናፅነዐት ሊዮ ብሕቡእ ተኸቲልዋ ብምእታይ ክጎድኣ ይፍትን። ባዕላ ንምክልኻል ዋላኳ ተተቓለሰት ግን ነብሳ ትስሕት ትጅምር። ሃንደበት ግን ሃዋርድ ኣብ ግዚኡ በጺሑ ካብ ናይ ልዮ ኢድ የድሕና እሞ ናብ ገዛ ብሰላም ሒዝዋ ይምለስ። ልዮ ግን ካልኣይ ናብ ጥቕኦም ከይበጽሕ በቶም ጋርድታት ከቢድ መጥቃዕቲ ይበጽሖ። ድሕሪ እቲ መሰንበዲ ክስተት ናይ ሃዋርድን ቲናን ፍቕሪ ብዝበለጸ ይጥንክር። ብጽብሒቱ ግን ሕማም እንትስምዓ ብዝገበረቶ ምርመራ ጥንስቲ ምዃና የረጋግጽ። ንሱ'ውን ብበዝሒ ታሕጓስ ፈጺመ ክምርዓይን ክወልድን ኢለ ሓሲበዮ ኣይፈልጥን። ሕጂ ግን ናይ ቤተሰብና ዘርኢ ብኣኺ ምኽንያት ክቕጽል'ዩ ኢሉ ይሕጎስ። እነሓጎ'ውን እቲ ዜና እንትሰምዕ ኣዝዩ ደስ ይብላ። ንሱ'ውን ንታሕጓሱ መግለጺ ኣብቲ ትካል ውሽጢ ንዘለዉ ሰራሕተኛታት ኩሎም ናይ ሓደ ወርሒ ደሞዝ ንክወሃቦም ይእዝዝ። ቲና ግን ሕጂ እውን ቀደም ብዝተሓጽያ ጓል ምኽንያት ብቕንእ እንትቃጸል ኣነ ካባኺ ወጻኢ ንማንም ፎትየ ኣይፈልጥን ንስኺ በዓልቲ ገዛይን ኣደ ውላደይ ኢኺ ንሳ ንዓይ ምንም ኣይኮነትን ንቤተሰብና ክብሪ ክብል እየ ክሳብ ሕጂ ዝተዓገስኽዋ ሕጂ ግን ካብ ዓዲ ወጻእ ንክትኸይድ ኽገብር እየ ኢሉ የረጋግዓ ድሕሪ ዝተወሰነ ኣዋርሕ ቲና ክትወልድ ቐሪባ ንሱ እውን ካብ ጥቓኣ ከይረሓቐ ኣበረታቲዕዋ ናይ ዩኒቨርሲቲ መእተዊ ፈተናኣ እውን ትወስድ። ካብቲ ቤተሰብ እውን ድጋፍን ፍቕርን ትረክብ። ብታሕጓስን ፍቕርን እናነበሩ እናረኣይና ፊልምና እውን ይውዳእ። እቲ ፊልም እንድሕር ተመችይኩም ላይክ ግበሩ። ንቻነልና ሓደሽቲ ዝኾንኩም ድማ ሳብስክራይብ ብምግባር ቤተሰብ ይኹኑ። ክሳብ ብኻሊእ ፊልም ንራኸብ እውን ሰሰናዩ ንዓኹም ይኹን።